ሰላም ከመይ ቀኒኹም ክቡራት ኣሕዋት ሎማዓንትኻ ሓፃርን ኣገዳሲትን ቪድዮ ሒዘልኩም መፂኣ ኣለኹ ናይ ሎማዓንቲ መደበይ ኣ ሜሞሪ ናይ ዝኾነ ዓይነት ሜሞሪ ክኸውን ይኽእል ናይ ካሜራ ናይ ካልእን ዝኾነ ፍላሻት ክኸውን ይኽእል ኣብ ላብቶብና ምስ ኣእተናዮ ከም እትሪእዎ ዘለኹም ላኪን ዝኽፈተልና ፎርማት ኢሉ ይኣብየና ዝኾነ ዶኮመንት ወይ ከኣ ዝኾነ ፋይላት ኣብኡ ይህሉ እሞ ንሕና ከኣ ፎርማት ክንገብሮ ኣይንደልን ስለዚ ነዚ ከመይ ጌርና ፎርማት ከይገበርና እቲ ኣብኡ ዘሎ ፋይላትና ክንመልሶ ከም ንኽእል ሎምዓንቲ ከርእየኩም እየ እዚ ኩሉ ግዜ ዘጋጥም ኣዝዩ ኣሸጋሪ ነገር እዩ ብፍላይ ንፎቶግራፈር ወይ ከኣ ኤዲተራት ኣዝዩ ኣሸጋሪ ዝኾነ እዩ ስለዚ ነዚ ከመይ ጌርና ከም ንመልሶ ከኣ ሎማዓንቲ ብሓባር ክንርኢ ኢና ኦኬ ነዚ መጀመርያ ኤክስ ንብሎ እንደገና ውን ከምዚ ኣምጺእና ኤክስ ንብሎ ብድሕሪኡ ኣብ ታሕቲ ትሪእዎ ዘለኹም ኣብዚ ሰርች ባር ናይ ስታርት ባቶም ኣብኡ ከይደ ሲኤምዲ ክጽሕፍ እየ ሲኤምዲ ጽሒፈ ሰርች ይብላ ወይ ኢንተር ሃርም ድሕሪኡ ኦኬ ብድሕሪኡ ትሪዋ ኣለኹም ኣብዛ ላዕሊ ኮማንድ ትብለላ ኣብኣ ዳብል ክሊክ ሃርም ብድሕሪኡ ከምዚ ዝብል ገጽ ከምጻለይ ኦኬ ቀጺሉ ዝጽሓፍ ኣለኹም ጽሑፈይና ልክዕ ከምቲ ኣነ ዝጽሕፎ ዘለኹ ከምኡ ጌርኩም ጻሕፎ መጀመርያ CHKDS K ክንጽሕፍ ኢና ብድሕሪኡ ስፔስ ክንሃርም ኢና ኦኬ ብድሕሪኡ እንታይ ክንጽሕፍ ኢና እታ ክንከፍታ ደሊና ዘለና ዲስክ ንዓይና ንጽሕፋ ማለት እየ ኣብዚ ሕጂ ርእይዎ ኣነ ከፍታ ደልየ ዘለኹ እዛ ሪሞቭል ዲስክ ዲ እያ ዲ ኢላ ክትጽሕፍ እያ ማለት እዩ ስለዚ ዲ ክጽሕፍ እየ ናትኩም ዝኾነ ክትህሉ ትኽእል እያ ናተይ ግን ዲ ስለ ዘላ ዲ ክብላ ማለት እዩ ቀጺለ ክልተ ነጥቢ ክገብር እየ ብድሕሪኡ ሓንቲ ግዜ ስፔስ ክሃርም እየ ብድሕሪኡ ስላሽ ብድሕሪኡ ኤፋሪመ ኢንተር ጸቅጥ ማለት እዩ። ብድሕሪ እዚ እታ ናትና ሜሞሪ ወይ ከዓ ፍላሽ ተኸፊታ ኣላ ማለት እዩ። ምናልባት እንተዘይተኸፊታ እንደገና ካልኣይ ግዜ ይፈትንዋ። ናተይ ግን ተኸፊታ ኣላ ከም እትሪእዋ ዘለኹም ናትኩም ከዓ ከምዚ ጌርኩም ብዘይ ዝኾነ ነገር ፋይላት ምድምሳስ ከምዚ ጌርኩም ክትመልስዎ ትኽእሉ ኢኹም ማለት እዩ። ኦኬ ጠቒማትኩም ክትከውን ተስፋ እገብር ክሳብ ብኻልእ ቪድዮ ንራኸብ ሰሰናዩ።